ሰላም ብዛዕባ ሸለል ምባል እስከ ሓደ ሕቶ ክሓተካ ስለምንታይ ንስኻ ልዕሊ ማንም ክትግደሰሎም ከለኻ ንሳቶም ግን ትሑት ተገዳስነት ዘርእዩ ስለምንታይ ከ ስቕታኻ ምርሓቕካ ካብቲ ዘርኣኻዮም ፍቕርን ተገዳስነትን ንላዕሊ ንዓኣቶም ዘናውጾም ከምዚ ኢልካ እስከ ሕሰብ ክትድውል ከለኻ ዕሸሽ ይብሉኻ ክትጽሕፈሎም ከለኻ ዕሽሽ ይብሉኻ ነይሮም። ንስኻ ንዝምድናኻ ከተመሓይሽ ክትጽዕር ከለኻ ንሶም ኣብ ምዝናይ ነይሮም። ምስ ጠፋእካ ግን ሕጂ ይደልዩኻ ኣለዉ፣ ሕጂ ይሓስቡ ኣለዉ፣ ሕጂ ናትካ ብኩራት ክሳራ ኮይንዎም ኣሎ። እዚ ኣጋጣሚ ኣይኮነን፣ እዚ ባህሪ ወዲ ሰብ እዩ። ሎሚ ድማ ነዚ ብዓሚቕ ክትርድኦ ኢኻ። ጽን ኢልካ ስማዕ፣ ዓለም ንድኹም ተስፋ ዝቖረጸ ኣይተኽብርን እያ። ንሳ ንሓያልን በዓል ራእይን እያ ተኽብር። ንደላይን ሰዓብን ንተኸታልን ኩርኳሕ እያ፣ ንርእሱ ዝመልኽ እያ ድማ ትልምልም። ንሰባት ምስዓብ ምስ ኣቋረጽካ ናትካ ብኩራት ድማ ልዑል ጽልዋ ኣለዎም። ስቶካውያን ነዚ ይፈልጥዎ ነይሮም። ኣይለመኑን፣ ገዛእ ርእሶም ኣይኣትሓቱን፣ ብስምዒት ኣይተሳዕሩን። ጽኑዓት፣ ህዱኣት፣ ዘይናወጹን ኰይኖም ደው በሉ። ማርቆስ ኣውሬልዮስ ዝተባህለ፣ ኣብ ኣእምሮኻ እዩ ስልጣን ዘለካ እምበር፣ ኣብ ደገ ዝፍጸሙ ፍጻሜታት ኣይኰነን ኢሉ ጽሒፉ። እዚ ማለት ንዓኣቶም ኣይትቈጻጸሮምን ኢኻ፣ ንርእስኻ ኢኻ እትቈጻጸር። ንርእስኻ ምስ ተቈጻጸርካ ድማ ዘይትትንከፍ ትኸውን። እዚ ቪድዮ ብዛዕባ ሕነ ምፍዳይ ኣይኮነን፣ ብዛዕባ ጸወታታት ኣይኮነን፣ ብዛዕባ ክብርኻ ምምላስ እዩ። ከም ምርጫ ካብ ዝርእየካ ሰብ ምርሓቕ ብዛዕባ ውሽጣዊ ሓይልኻ ምህናጽ እዩ። ማንም ከናውጸካ ከም ዘይክእል ኮንካ ደው ምባል። ዕሽሽ ብምባል እንተ ደኺምካ፣ ምስዓብ እንተ ደኺምካ፣ ንእሽቶይ ኮይኑ ወይ ደቂቕ ኮይኑ እንተ ተሰሚዒካ ወይ ኣይስማዕን እየ ዝብል ስምዒት እንተ ተቐላቒሉካ እዚ ናይ ለውጢ ነጥቢ እዩ። ካብዛ ሰዓት ንደሓር ብዝተፈለየ መልክዕ ክትንቀሳቐስ ኣለካ። ውሑድ ተዛረብ፣ ውሑድ ሕተት፣ ውሑድ ሰዓብ፣ ንርእስኻ ድማ ዝያዳ ግዜ ሃብ። ንዘይደልየካ ምድላይ ኣቋርጽ፣ ስልጣንካ ብቕልጡፍ ናብ ኢድካ ተረከብ። ሕጂ ኣቋርጽ፣ ንዘይስዕበካ ሰብ ብፍጹም ኣይትስዓብ። ግብረ መልሲ ንምርካብ ኣይትለምን፣ ኣኣብ ሓሙሽተ ደቒቕ ሞባይልካ ብሃንቀውታ ኣይትርእ፣ ኣብ ህይወት ሓደ ሰብ ንምጽናሕ ኢልካ ርእስኻ ኣይተጥቅዕ እዚ ባህሪ እዚ ንዓኻ የድክመካ እዩ ይሰብረካ እዩ ልዕሊ ኩሉ ድማ ክብረትካ ባይታ የዝብጠሉ ንዓኻ ካብዚ ዝሓሸ እዩ ዝግበኣካ ነዚ ሓቂ ብኑጽር ተረዳእ ክትስዕብ ከለኻ ስልጣንካ ኣሕሊፍካ ትህብ ኣለኻ ንዓኣቶም ኣብ ልዕሊ መንበር ሰቒልካ ንርእስኻ ድማ ኣብ ትሕቲኦም ተቐምጥ ፍቕሪ ተርእዮም ይመስለካ ይኸውን ግን እቲ ተርእዮ ዘለኻ ፍርሒዩ ፍርሒ ምስኣን ፍርሒ በይንኻ ምዃን፣ ፍርሒ ብቑዕ ዘይምዃን። ሰባት ድማ እቲ ፍርሒ ይስምዖም እዩ። እዚ ምስ ተስምዖም ድማ ንዓኻ ምኽባር የቋርጹ። እቲ ዘቐንዞ ሓቂ እዚ'ዩ፣ ዝያዳ ብዝሰዓብካዮም ቁጽሪ ንሳቶም እናረሓቑ ይኸዱ። ኣብ ክንድኡ ግን ንድሕሪት ምስ ትምለስ፣ ኩሉ ነገር ይቕየር ብሃንደበት ንሳቶም ይርድኦም ስለምንታይ ስቕ ከም ዝበልካ ይሓስቡ ዘይጥሙዑም ስምዒት ድማ ይስምዖም ስለምንታይ መስለካ ምኽንያቱ እቲ ኣብ ልዕሌኻ ዝነበሮም ቁጽጽር ስለ ዝሰኣንዎ ኢፒክተስ ንርእሱ ዘይገዝእ ሰብ ናጻ ኣይኮነን ኢሉ ኔሩ ነዚ እንደገና ኣንብቦ ትስዕብ ትደሊ እንተለኻ ናጻ ኣይኮንካን ጽግዕተኛ ኢኻ ተታሒዝካ ኣለኻ እዚ ድማ ሎሚ የብቅዕ ብኽብሪ ዶብ ዝሕሉ ሰብ ክትከውን ኣለካ። ዕለታዊ ንጥፈታትካ ብዕላማ ምልኣዮ። ኣካላትካ ኣሰልጥን፣ ገንዘብ ኣህባህልል፣ ኣእምሮኻ ኣጽንዕ። ንናይ ዝኾነ ሓገዝ ከይደለኻ ሓያል ህይወት ህነጽ። እቲ ምንስሓብካ ወይ ብኩራትካ ከም ዝተቋረጸ ትርግታ ልቢ ኮይኑ ይሰማዓዮም። ክብረትካ ድማ ደንጉዮም ክርድእዎ ሕደጎም። እዚ ጭካነ ኣይኮነን እዚ ርእስኻ ምኽባርዩ። ካብ ሕጂ ንድሓር ንማንም ሰብ ኣይትስዓብ ንቕድሚት ሰጉም ንዓኻ እንተደልዮም ፍርቂ መንገዲ ይምጽኡ እንተዘይ መጺኦም ድማ ንድሕሪት ከይጠመትካ ጉዕዞኻ ቀጽል ካልኣይ ስቕታኻ ተቖጻጸር ህድኣትካ ዘይትንከፍ ግበሮ ጽን ኢልካ ስማዕ ምኽንያቱ እዚ ስጉምቲ እዚ ንደቂቕ ካብ ሓያል ይፈልዮ ግብረ መልሲ ምሃብ ኣቋርጽ መብርሂ ኣይትሃብ። ሓደ ሰብ ክርሕቕ ከሎ ወይ ክንዕቀካ ከሎ ገዛእ ርእስኻ ምክልኻል ኣቋርጽ። እቲ ቀጻሊ መልስኻ ሓይሊ ኣይኮነን፣ ጫውጫውታ'ዩ። እዚ ድማ ስልጣንካ የውርዶ። ንምምላስ ክትቀዳደም ከለኻ፣ ንኹሉ ዘይምርዳእ ከተዐርዮ ክትፍትን ከለኻ፣ ንኽትስማዕ ጥራይ ክትከራኸር ከለኻ፣ ስምዒታዊ ቁጽጽርካ ኣሕሊፍካ ትህቦ ኣለኻ። ግምህታዊ ትኸውን። ንግምታዊ ሰባት ድማ ዕሽሽ ንምባል ቀለልቲ'ዮም። ስቕታኻ ይፍለ እዩ። ስቕታ ምስጢር ይፈጥር። ስቕታ ጸቕጢ ይፈጥር። ስቕታ ንሰባት ምስ ገዛእ ርእሶም ሓሳብ በይኖም ክኾኑ የገድዶም። እመነኒ ሓደ ሰብ ካብ ብዛዕባ ስምዒታትካ ክፈልጥ ስምዒታትካ ዘይምፍለጥ'ዩ ዝያዳ ዝርብሾ። ስቕታኻ የናውጾ። ስቶካውያን እዚ ዲሲፕሊን እዚ መዓልታዊ ይለማመዱ ነይሮም። ማርቆስ ኣውረልዮስ ድማ ደጋጊሙ ንርእሱ የዘኻኽር ነይሩ። እቲ ዝበለጸ ሕነ ምፍዳይ ከም ጸላኢኻ ዘይምዃን እዩ። እዚ ማለት ምስ ድራምኦም ኣይትመጣጠን፣ ንጸወትኦም ኣይትመለስ፣ ናብቲ ናይ ዕግርግር ደረጃ ኣይትውረድ፣ ህዱእ ኩን፣ ርጉእ ኩን፣ ካብኡ ንላዕሊ ኩን። ዕሽሽ ምስ ዝብሉኻ ኣይትሰንብድ፣ መልሲ ምስ ዝድንጉየ ኣይተማርር፣ ዓቕልኻ ክፍትን ከለው ኣይትሰበር፣ ከም እምባ ጸኒዕካ ቁም። እዚ ህዱእ ጸዓት ሓደ ንጹር መልእኽቲ የመሓላልፍ። ክትቆጻጸሩኒ ኣይትኽእሉን ኢኹም እዩ ማለት እዩ። ንዓኻ ክርብሹኻ ከም ዘይክእሉ ምስ ተረድኡ ድማ ኣብ ልዕሌኻ ዘለዎም ስልጣን ይጠፍእ። ብዘይ ቃልሲ እትዕወተሉ መንገዲ እዚ እዩ። ክብረትካ እትሕልወሉ መንገዲ እዚ እዩ። ነቲ ጸዓት ናብ ዕብየት ቀይሮ። ዝያዳ ኣንብብ፣ ዝያዳ ሰልጥን። ዲሲፕሊን ከም ዋልታ ኣብ ዙርያ ኣእምሮኻ ህነጽ። እቲ ህዱእ ህላወኻ ካብ ዝኾነ ዘረባ ንላዕሊ ዓው ኢሉ ይዛረብ። ከም ዝሓስቡ ግበሮም፣ ከም ዝጠራጠሩ ግበሮም፣ እቲ ርሕቀት ከም ዝስምዖም ግበሮም። ውሑድ ክትምልስ ዝያዳ ድማ ክትዕዘብ ንርእስኻ ኣዝዝ። ደጊምካ ኣዘኻኽር፣ ዋጭዋጭታ ሓይሊ ኣይኮነን፣ ሓይሊ ምርጋእ፣ ምህዳእ፣ እዩ። ሳልሳይ፣ ክብረትካ ህነጽ። ብዝኾነ ነገር ዘይትርበሽ ትጉህ ኩን። ነዚ ብንጹር ስማዕ፣ ኣብ ልብኻ ድማ ሓዞ። ሓደ ሰብ ዕሽሽ ምስ በለካ፣ ክትገብሮ እትኽእል ዝዓበየ ስጉምቲ ንዕኡ ገዛእ ርእስኻ ከተረድእ ምፍታን ኣይኮነን፣ ንገዛእ ርእስኻ ምምሕያሽ እዩ። ሓደ ሰብ ተመሊሱ ክመጽእ ኢልካ ደገ ደገ ኣይትጠምት። ተመሊስካ መን ጠፊኡ ከይተገደስካ ጽኑዕን ትርጉም ዘለዎን ህይወት ክትሃንጽ ጀምር። ምኽንያቱ እቲ ሓቂ መብዛሕትኦም ሰባት ንልሙድ ነገር ዕሽሽ ይብልዎ ግን ነቲ ውሑድ ዝኾነ ይስዕብዎ። ኣብ ዝኾነ እዎን ክረኽቡኻ ዝኽእሉ ቀሊል እንተኾይንካ ኩሉ ግዜ ትጽበ እንተለኻ ብቀሊል ተተካኢ ትኸውን። ኣብ ዕብየት ተተኩርን ኣእምሮኻ፣ ኣካልካን ክእለትካን ዕላማኻን ከተዕብን ከለኻ ህላዌኻ ክቡር ይኸውን። ሴኔካ ብኡ ንብኡ ምንባር ጀመር፣ ነፍሲ ወከፍ መዓልቲ ድማ ከም ሓዳስ ህይወት ቍጸራ ኢሉ ነይሩ። እዚ ማለት ናይ ሓደ ሰብ ቈላሕታ ንምርካብ ሰዓታት ኣይተጥፍእ፣ ነቲ ግዜ ንርእስኻ ንምልውዋጥ ተጠቀመሉ፣ ናብ ጂም ኪድ፣ ሓይሊ ህነጽ፣ ሓደስቲ ክእለታት ተመሃር፣ ንግዲ ጀምር፣ ኣተሓሳስባኻ ዘሕድስ መጻሕፍቲ ኣንብብ፣ ዘፍርሁ ሸቶታት ኣውጽእ፣ ብዕላማ ተንቀሳቐስ። ንሓደ ሰብ ንምስዓብ እተጥፍኡ ነፍሲ ወከፍ ደቒቕ ካብ መጻኢኹም እተሰርቀት ደቒቓ ነቲ ግዜ እቲ ተመሊስካ ተረከቦ፣ መዓልትኻ ከም መራሒ ተቖጻጸር። ፕሮግራምካ ብዕላማ ምስ ዝመልእ ብባህሪኻ ሞባይልካ ምርኣይ ተቋርጽ። መን ጽሒፉለይ ምባል ብፍጹም ትሓድጎ፣ ካብ ስምዒታዊ መጻወድያታት ድማ ልዕል ትብል። እቲ ዘገርም ነገር እቲ ዘገርም ነገር ንዖም ዘይትደልዮም ምዃንካ ምስ ፈለጡ ብሃንደበት እቲ ምንስሓብካ ይስምዖም። ከም ዝተቐየርካ ይርድኦም፣ ከም ዝዓበኻ ይርድኦም። ሽዑ ድማ። ኣኽቡሮት ይመጽእ ብልማኖ ዘይኮነ ንስኻ ዝሓሸ ሰብ ስለ ዝኾንካ እዩ ስለዚ ብማንም ሰብ ክትሕረ ኣይትጸበ ንርእስኻ ሕረ ርእስኻ ክብ ኣብል ንዝንዓቕካ ዝኽ ማንም ሰብ ሓሊፍካ ሰጉም ራብዓይ ስምዒትካ ተቖጻጸር ዝጽበዮዎ ግብረመልሲ ኣይትሃቦም ብምሉእ ኣቓልቦኻ ስምዓኒ ስምዒትካ ዝዓበየ ሓይልኻ እዩ፣ ግን ንዕኡ ክትቆጻጸሮ እንተኽኢልካ ጥራይ እዩ። ሕርቃን፣ ሓዘን ወይ ተስፋ ምቑራጽ ንባህሪኻ ክቆጻጸሮ እንተፍቒድካሉ ኣብ ልዕሊ ህይወትካ ዘለዎ ስልጣን ተጥፍእ። እቲ ዝገደደ ድማ እቲ ዕሽሽ ዝበልካዮ ሰብ ነቲ ምንዋጽ ይሰምዖ እዩ። ከም ዝተናወጽካ ይፈልጥ፣ እዚ ድማ ሓይሊ ይህቦ። ነቲ ሓይሊ ኣሕሊፍካ ኣይትሃብ። ነዊሕ መልእኽቲ ኣይትስደድ፣ ይከራኸሩ፣ ይብከዩ። ልቦም ዝከላኸልሉ ዘለዉ ይመስሎም ግን ድኻሞም እዮም ዘርእዩ ዘለዉ። ግብረ መልሲ ምሃብ ቀሊል እዩ ዝኾነ ሰብ ክገብሮ ይኽእል እዩ ብልሒ ግን ኩሉ ውሽጥኻ ክጭድር እንከሎ ህዱእ ምዃን እዩ። እዚ ዲሲፕሊን እዩ እዚ ሓይሊ እዩ። ኢፒክቴክስ እቲ ንዓኻ ዘጋጥመካ ዘይኮነስ ንዕኡ እትህቦ ግብረ መልሲ እዩ ወሳኒ ኢሉ ነይሩ። ነዚ ኣብ ኣእምሮኻ ቁረጾ፣ ሰባት ከመይ ከም ዝመስሉ ክትቆጻጸር ኣይትኽእልን። ግዴታ ለውሃት ክህበካ ኣይክእልን፣ ምትእምማን ክትሓትት ኣይትኽእልን፣ ግን ንግብረ መልስኻ ምሉእ ብምሉእ ክትቆጻጸር ትኽእል ኢኻ። ስለዚ ንርእስኻ ኣዝዝ። ንሳቶም ክዝሕሉ ከለዉ ንስኻ ብውሽጥኻ ምዉቕ ኩን። ምስ ዝጠፍኡ ጽኑዕ ኩን፣ ምስ ዝፍትኑኹም ኣይትሰበር ከም ሓደ ተዋጋኢ መሳርሒ ምረጽ ትንፋስካ ሓዝ ሕሰብ ስጉምትኻ ድማ ምረጽ ስምዒታዊ ግብረ መልሲ ንሰባት የደናግር እዩ ንሳቶም ድራማ ይጽበዩ ንስኹም ግን ምርጋእ ሃብዎም ንብዓት ይጽበዩ ንስኻ ክብሪ ሃቦም ምስዓብ ይጽበዩ ንስኻ ርሕቀት ሃቦም እቲ ምፍልላይ ካብ ዝኾነ ዘረባ ንላዕሊ ንዓኣቶም የናውጾም። ኣእምሮኻ መዓልታዊ ኣሰልጥኖ፣ ሜዲተሽን ግበር፣ ጽሓፍ፣ በይንኻ ተንቀሳቐስ፣ ካብ ደገ ዝመጽእ ነገር ንኸይርብሸካ ውሽጣዊ ዓለምኩም ኣጽንዕ። ዘይትናወጽ ኩን፣ ሚዛንካ ዝሓለኻ ኩን፣ ዘይትትንከፍ ኩን። ኣብ መወዳእታ ንስምዒተይ እቋጻጸር'የ፣ ዝኾነ ነገር ኣይቆጻጸረንን'ዩ በል። ሓምሻይ፣ ጽኑዕ ደረት ወይ ዶብ ግበር። ሰባት ከመይ ገይሮም ከም ዝሕዙኹም ምሃሮም። ኣብዚ ደው በሉ እሞ ነዚ ሓቂ ተረዳእ። ደረት እንተ ዘይገይርካሎም፣ ሰባት ብዘይ ምሕረት ክፍትኑኻ እዮም። ኩሉ ግዜ እወ ወይ ሕራይ ትብል እንተ ዄንካ፣ ኩሉ ግዜ ብቕጽበት ይቕረ ምባል፣ ኩሉ ግዜ ንናይ ንዕቀት ባህሪ ዕድል ምሃብ፣ ብስቕታ ንሰባት ግዜኻን ልብኻን ዋጋ ከም ዘይብሎም ኢኻ ትምህሮም ዘለኻ። ገለ ነገር ዋጋ ምስ ዘይህልዎ ድማ ዋላ ሓደ ኣየኽብሮን እዩ። እዚ'ዩ ንሰባት ዕሽሽ ምባል፣ ኢግኖር፣ ካብ ምስዓብ ንላዕሊ ዘሕምም ዝገብሮም። ምኽንያቱ ንፈለማ እዋን ንሳቶም ምስ መንደቕ ይላተሙ ኣለዉ። ንፈለማ እዋን ብኩራትካ ይስምዖም ኣሎ። ንፈለማ እዋን ኣብ ህይወትካ ኣብ ዝደለይዎ እዋን ክኣትዉን ክወጹን ከም ዘይክእሉ ይርድኦም። እቲ መንደቕ ድማ ወይ ዶብ ይበሃል፣ ንዕኡ ድማ ብጽኑዕ ክትሃንጾ ይግባእ። ማርኬስ ኣውሬልየስ ከምዚ ኢሉ ጽሒፉ ነይሩ፣ ኣብ ልዕሊ ኣእምሮኻ ስልጣን ኣለካ፣ ኣብ ልዕሊ ደግዳማዊ ፍጻሜታት ግን ብፍጹም የብልካን ኢሉ። እዚ ተረዳእ፣ ሽዑ ጸዓት ክትረክብ ኢኻ፣ እቲ ጸዓት ዝርእ ድማ ንየናይ ባህሪ ከም እትቕበል ንየናይ ከም እትነጽግን ክትውስን ከለኻ'ዩ። ንስኻ ዝሑል ወይ ጨካን ትኸውን የለኻን ስነ ስርዓት ዘለካ ትኸውን ኣለኻ ኣብ መንጎኦም ፍልልይ ኣሎ ግዜኻ ቅዱስ ከም ዝኾነ ጌርካ ምንባር ጀምር ካብቶም ምስ ዝሰልቸዎም ጥራይ ዝድውሉልካ ሰባት ዝመጽእ ናይ ምሸት መልእኽትታት ምምላስ ኣቋርጽ ነቶም ፈጺሞም ዘይሰምዑኻ ንርእስኻ መግለጺ ምሃብ ኣቋርጽ ኣብ ክንዲ ሰላም ሁከት ንዘምጽኡ ሰባት ዕድል ምሃብ ኣቋርጽ። ውሑድ ተዛረብ፣ ውሑድ ስራሕ፣ ብህድኣት ረሓቕ፣ ብሕርቃን ኣይኹን፣ ብድራማ ኣይኹን፣ ብኸቢድ ሰቕጣጥ ጥራይ። እቲ ህዱእ ጸዓት ካብ ዋጭዋጭታ ንላዕሊ ክብሪ የውህብ። ሓደ ሰብ ዶብ ምስ ዝጥሕስ ብቕጽበት ንድሕሪት ተመለስ። ብዛዕባ ክብሪ ርእስኻ ኣይትካታዕ። መሰረታዊ ክብሪ ንምርካብ ኣይትለምን ከም ሓላዊ ጌርካ ከባቢኻ ሓሉ። ዶብ ከተውጽእ ምስ እትጅምር ድኹማት ዝምድናታት ይረግፉ እቶም ናይ ሓቂ ድማ ይጸንዑ። ህይወትካ በዚ መንገዲ እዚ ኣጽሪ። ቁጽጽርካ በዚ መንገዲ እዚ ኢኻ እትመልስ። ጸኒዕካ ደው በል ንርእስኻ ቀዳምነት ሃብ ቁጽሪ ሽዱሽተ ብሕታውነት ምሎኮ ንበይንኻ ምዃንካ ናብ ጥቕምኻ ቀይሮ። ብትብዓት ግጠሞ እምበር ኣይትህደመሉ። በይንኻ ምዃን መቕጻዕቲ ኣይኮነን፣ ምድላው እዩ። መብዛሕትኦም ሰብ ሰባት በይኖም ክኾኑ ይፈርሑ እዮም፣ ምኽንያቱ ስቕታ ማለት ባዶነት ይመስሎም። እዚ ፍርሒ እዩ ድማ ካብቶም ዘይግብኦም ሰባት ቆላሕታ ከም ዝደልዩ ዝገብሮም። ምስ ርእሶም ብህድኣት ካብ ኮፍ ዝብሉ ናይ ሰባት ርፍራፍ ምቕባል ይመርጹ። ነዚ ጌጋ እዚ ኣይትድገም፣ ነቲ ታሪኽ ቀይሮ። ንብሕታውነት ከም ስልጠና ተጠቀመሉ፣ ከም መሳለዪ ግዜ ተጠቀመሉ። ከም ምስጢራዊ መሳርሒኻ ተጠቀመሉ። ሓደ ሰብ ዕሽሽ ምስ ዝብለካ፣ ሃንደበት ብዙሕ ግዜ፣ መዓልትን ከምኡውን ጸዓት ትረክብ። ነቲ ጸዓት ኣብ ማሕበራዊ መራኸቢታት ንዓኣቶም ንምክትታል ወይ ሕሉፍ ዝርርባት ደጋጊምካ ብምስማዕ ኣይተባኽኖ። እዚ ድኻም እዩ። ኣብ ክንድኡ ንርእስኻ ሃንጽ። ኣካልካ ኣጽንዕ። ከባቢኻ ኣጽሪ፣ ሓደስቲ ክእለታት ተምሃር፣ ኣጽንዕ፣ ኣስተንትን፣ ዕበ። ማርከስ ኣውሪልየስ፣ ወዲ ሰብ ካብቲ ኣብ ውሽጡ ዘሎ ህድኣት ዝበልጽ ዝሃድኣሉ ቦታ ክረክብ ኣይክእልን እዩ ኢሉ ጽሒፉ። ነዚ ደጊምካ ኣንብቦ። ኣእምሮኻ መዕቆቢ'ዩ፣ ምስ ርእስኻ ብሰላም ኮፍ ክትብል እንተ ዘይክኢልካ፣ ኩሉ ግዜ ንናይ ሰባት ምርግጋጽ ወይ ቫሊደሽን ጥቕሚ ክትከውን ኢኻ። ጽግዕተኝነት ድማ ንምትእምማን የጥፍእ። ሓያላት ሰባት በይኖም ክኾኑ ከለዉ ይሰማምዖም፣ ምኽንያቱ ናይ ገዛእ ርእሶም ግዜ ዋጋ ከም ዘለዎ ይፈልጡ እዮም። ንርእስኻ ባዕልኻ ንምዝንጋዕ ኣላምዳ፣ ብዘይ ተሌፎን ዎክ ግበር ብዘይ ገለ ናይ ኣቓልቦ ምስራቕ ምግቢ ብላዕ ብዓሚቝ ሕሰብ ሸቶታትካ ጽሓፍ መጻኢኻ ንደፍ ንብሕትውና ክትመልኮ ከለኻ ሓደ ሓያል ነገር ይፍጠር ንማንም ሰብ ምድላይ ምስ ተቋርጽ ድማ ሰሓቢት ትኸውን ሰባት ነቲ ናጽነትካ ይስምዖም እዩ ህድኣትካ ይስምዖም ሓይልኻ ይስምዖም እቲ ጸጥታዊ ርእሰ ምርኮሳ ዘይትንከፍ ይገብረካ ስለዚ ርሕቀትካ ከም ክሳራ ምርኣይ ኣቋርጽ ከም ህያብ ርኣዮ ናብ ሓይሊ ቀይሮ። ኩሉ ሰብ በብሓደ ወጺኡ እቲ ክፍሊ ባዶ ክኸውን ከሎ ክሳብ ዘይትፈርሕ ንርእስኻ ህነጽ። ቁጽሪ ሸውዓተ፣ ጸዓትካ ኣብ ዕቤትካ ኣፍስሶ። ዓወትካ መልስኻ ግበሮ። ብጥንቃቐ ስማዕ፣ እዚ ድማ ብቑምነገር ሓዞ። እቲ ዝሓየለ ሕነ ምፍዳይ ቃላት ኣይኮነን፣ ክርክር ኣይኮነን፣ ንመን ሰብ ገለ ነገር ምርዳእ፣ ንማንም ሰብ ገለ ነገር ንምርዳእ ኣይኮነን። እቲ ዝኣየለ ሕነ ምፍዳይ ንላዕሊ ምድያብ እዩ። ደረጃኻ ኣዝዩ ንላዕሊ ምስጋር እዩ። ክሳብ እቶም ዕሽሽ ዝበሉኻ ሰባት ክበጽሑኻ ዘይክእሉ ደረጃ። ካብ ግብረ መልሲ ወይ ሪኣክሽን ዕቤት ክትመርጽ ከለኻ ኩሉ ግዜ ተዓዋቲ ኢኻ። ሰባት እንታይ ይገብሩ ከም ዘለዉ ምጥማት ኣቋርጽ። ስቕታኻ የስተውዕልዎ እንተለዉ ምሕሳብ ኣቋርጽ። እዚ ዝባኽን ጸዓት እዩ። ነቲ ሓይሊ ናብ ውሽጢ ኣቢልካ ምለሶ። ንርእስኻ ድማ ብርቱዕ ህይወት ህነጽ። ክሳብ ብኩራት ትርጉም ዘይብሉ ዝኸውን። ሴኔካ ከምዚ ኢሉ ንህይወት ክንጽበያ ከለና ህይወት ትሓልፍ። ሰባት ዋጋ ክህቡኻ ኢልካ ተጸባዪ ኣይትኹን። ተንቀሳቐስ፣ ስራሕ፣ ፍጠር፣ ኣመሓይሽ። ነብሲ ወከፍ ተወሳኺ ደቒቕ ንኣካልካ፣ ንኽእለትካ፣ ንቑጠባኻ፣ ንኣተሓሳስባኻ ንምስልጣን ተጠቀመሉ። ጂም ኪድ፣ መጽሓፍቲ ኣንብብ። ነቲ ናይ ቢዝነስ ሓሳብካ ድማ ጀምሮ። ሓድሽ ነገር ተምሃር፣ ጽቡቕ ክዳን ልበስ፣ ብብርቱዕ ድምጺ ተዛረብ፣ ብዕላማ ተጓዓዝ፣ ንርእስኻ ምሉእ ብምሉእ ተቖጻጸሮ፣ ክሳብ ንድሕሪት ክጥምቱ ከለዉ ከለልዩኻ ዘይክእሉ ደረጃ ደይብ። ዓወት ብዘይ ድምጺ'ዩ ዝዓቢ፣ ከምቲ ኣእዋም ብዘይ ድምጺ ዝዓብዩ። ንርእስኻ ትሃንጽ ከለኻ ክትእውጅ ኣየድልየካን እዩ። ውጽኢትካ ይዛረብ እዩ። ምትእምማን ብባህሪኡ ይንጸባረቕ። እቲ መብዛሕትኦም ሰባት ዝስሕትዎ ሓቂ ድማ እዚ እዩ። ሰባት ክትስዕብ ከለኻ ንእሽቶ ኮይኑ ይስምዓካ፣ ሸቶታት ክትስዕብ ከለኻ ግን ሓያል ኮይኑ ይስምዓካ። ስለዚ ዕብየት ስዓብ፣ ህይወትካ መልእኽቲ ይኹን። ስነ-ስርዓትካ ዲሲፕሊን መልሲ ይኹን። ምምሕያሽካ መዛዛሚኻ ይኹን። ዋጋኻ ንዘይረኣዮ ሰብ ንምርዳእ ኢልካ ካልእ ደቒቕ ኣይተባኽን። ንርእስኻ ኣዝያ ክብርቲ ግበራ፣ ክሳብ እቶም ናይ ሓቂ ሰባት ጥራይ ኣብ ጎንኻ ደው ክብሉ ዝኽእሉ ደረጃ። ትኩር ኩን፣ መዓልታዊ ስራሕ። ሕጂ ድማ ዕቤተይ ሓይሊ'ዩ ዓወተይ ድማ ድምጸይ'ዩ በል። ቁጽሪ ሸሞንተ፣ ሰላምካ ሓሉ፣ ብዘይ ገለ መግለጺ ረሓቕ። እዚ ጽቡቕ ጌርካ ስምዓዮ፣ ኣብ ኣእምሮኻ ድማ ኣቑረጾ። ሰላምካ ስለ ዝመረጽካ ንማንም ሰብ መግለጺ ክትህብ ዕዳ የብልካን። ኣይተጣዓሰሉ። ነቲ ሸለልትነት፣ ድንግርግር ዝበሎ ምልክታት ወይ ናይ ስምዒት ጸወታት ክትጻወር ከም ዘይትኽእል ንምግላጽ መመኽነይታ ክትህብ ኣይትሕሰብ። እዚ ኣተሓሳስባ'ዩ ዓጽዩ ዝሕዘካ። ሓርነት ዝጅምር ካብ ናይ ሰባት ርእይቶ ንላዕሊ ህድኣትካ ከም ዝበልጽ ክትውስን ከለኻ'ዩ። መብዛሕትኦም ሰባት ተዓጽዮም ዝተርፉ መልስታትን ይቕሬታን ስለ ዝደልዩ'ዩ። እቲ ካልእ ሰብ ጽቡቕ ገይሩ ክርድኦ ይደልዩ። ስቶይሲኪዝም ግን ዝዓምቖ ነገር እዩ ይምህረና። ኤፒክቲክስ ከምዚ ኢሉ፣ ሓደ ሰብ ብዛዕባኻ ሕማቕ ይዛረብ ከም ዘሎ እንተ ነጊሩካ፣ ንርእስኻ ኣይትከላኸል። ኣብ ክንድኡ ግን ንሱ ጽቡቕ ገይሩ ኣይፈልጠንን ኢልካ መልስ። ብኻልእ ኣበሃህላ ናይ ኩሉ ሰብ ኣረኣእያ ንምእራም ምፍታን ኣቋርጽ። ይጋገዩ፣ ይገመቱ ይዛረቡ ሂወትካ ቤት ፍርዲ ኣይኮነትን መርትዖታት ከተቅርብ ኣየድልየካን እዩ ናይ ሓቂ ሓይሊ ስቅ ዝበለ ርግጸኝነት እዩ ሓደ ሰብ ዕሽሽ ምስ ዝብለካ ምስ ዝንዕቀካ ወይ ተፈሊካ ምስ ዝከይድ ኣይትስዓቦ ኣይተረድኣዮ ኣይትለምን ብቀሊሉ ተፈለ ንቅድሚት ድማ ሰጉም እቲ ብስቅታ ካብ ሂወቶም ምውጻእ ካብ ዝኮነ ዘረባ ንላዕሊ የዳናግሮም እዩ ቁጽጽር ከምዘለካ የርኢ ክብሪ የርኢ ንክትካራከር ኢልካ ዋጋካ ከምዘዩተውርድ የርኢ ኣእምሮካ ከም ዕርዲ ሓሉ ድራማ ኣወግድ ህውከት ኣወግድ ንውሽጣዊ ሚዛንካ ዝዘርግ ዝኮነ ሰብ ኣርሕቅ ድሕነት ድጋፍን ዝስምዓካ ከባቢታት ምረጽ ክብ ዘብሉካ ዝርርባት ምረጽ ሰላም ዝውስኩልካ ዝምድናታት ምረጽ ሰላምካ ዋጋ የብሉን ብጽኑዕ ሓልዎ። ርእስኻ ኣቕኒዕካ ልብኻ ድማ ረጊኡ ይውጻእ ውሑድ ተዛረብ ብዙሕ ስራሕ ጽቡቕ ንበር። ሕጂ ጽቡቕ ጌርካ ስማዕ ምኽንያቱ እዚ ናትካ ግዜ'ዩ ዋጋኻ ዘይሕተተሉ ጸዓትካ ዘይትንከፈሉ ወላ ሓደ ሰብ ዕሽሽ ብምባል ክንቕንቐካ ዘይክእለሉ ሂወት ኣብ ኣእምሮኻ ሰኣል። እቲ ህወ ዝጅምር ድማ ካብ ህውከት ስቕታ ካብ ድራማ ድማ ህድኣት ካብ ፍቓት ሰባት ድማ ክብሪ ርእስኻ ክትመርጽ ከለኻ እዩ። ንርእስኻ ክትገልጽ፣ ምርሓቕካ ክትመኻኒ ወይ ብናጻ ንዘዩተዋህበካ ቆላሕታ ክትቃለስ ኣየድልየካን እዩ። ህያብ እዩ። ምስኣንካ ድማ ትምህርቲ እዩ። ሰላምካ ድማ ዋጋ ዕዳጋ ዘዩብሉ እዩ። ገብረመልሲ ምሃብ ምስ ትኣቢ ዶብካ ክትሕሉ ከለኻ፣ ኣብ ክንዲ ናቶም ጸወታ ኣብ ዕቤትካ ከተተኩር ከለኻ፣ ነቲ ፈጺሙ ዘይነበሮም ሓይሊ ትመልሶ ኣለኻ። ከምቲ ማርክ ኣውረልዮስ ዝበሎ፣ ጽቡቕ ሰብ ከመይ ክኸውን ከም ዘለዎ ኣብ ክርክር ግዜኻ ኣይተባኽን። ንስኻ ባዕልኻ ጽቡቕ ሰብ ኩን። ሓይልኻ እትሃንጽ ዘለኻ ንስኻ ኢኻ። መለክዒታትካ፣ ስታንዳርድስ፣ እትድምጽ ዘለኻ ንስኻ ኢኻ። ብዘይ ቅሬታ እትነብር ዘለኻ ንስኻ ኢኻ። ህይወትካ መርትዖ ሓይልኻ ይኹን። እቲ ህድኣትካ ነቶም ክነቕንቑኻ ዝፍትኑ ሰባት ይረብሾም። ስቕታኻ ካብ ቃላቶም ንላዕሊ ይዛረብ። ጸኒዕካ ደው በል። ስነ-ስርዓት ይሃልኻ፣ ንቕድሚት ድማ ሰጉም። ንስኻ ግዳይ ሸለልቶነቶም ኣይኮንካን። ንስኻ ዋና ርእስኻ ኢኻ ሕጂ ድማ ስጉምቲ ውሰድ ኣእሙሮኻ ኣጽንዕ ሰላምካ ሓሉ ብዘይ ምቁራጽ ዕበ ምስኣንካ ዘይርሳዕ ግበሮ ቅድሚ ምኻድካ ድማ ሳብስክራይብ ግበር ነዚ ናይ ዝነቓሕ ኣእሙሮ ምንቅስቓስ ተጸንብር እሞ ኣብ ኮመንት ኣነ ዘይትንከፍ ዘይግታእ እየ ንርእሰይ ድማ ይመርጽ ኢልካ ጽሓፍ።